ኣብቲ እንዳ ዮናስ ገዛ ድኽነት ዘለዋ ግን ከኣ ብሰሓቕን ጸወታን እያ ትደምቕ። ብናይ ዕጣን ትኪ ገጾም ተኸቢቡ በቲ ምቁር ናይ ፍንጃል ቡን እናሰተዩ ምሸቶም የስተማቕሩ። ሜላት ኣብቲ ገዛ ጸወታ ጥራይ ዘይኮነ ፍቕሪ እውን ለሚዳ እያ። ዋላ እኳ ሃብቲ ዝተኸበ ናብራ ይሃልዋ እምበር፣ ከምቲ ናይ እንዳ ዮናስ ፍቕርን ሰሓቕን ግን ኣብ ገዛኣ ስለ ዘይነበረ ናይ ኩሉ ግዜ ምንዮታ እዩ ዝነበረ። ኣብ ገዛኣ ዘይነበረ ሓጎስ ግን ኣብ እንዳ ዮናስ እያ ትረኽቦ። ገንዘብ ዋላ ይሃልዋ እምበር ሰላም ግን የብላን። ዝኾነ የጋጥማ እምበር ካብ እንዳ ዮናስ ገዛ ምኻድ ተሪፋ ኣይትፈልጥን። ሜላትን ዮናስን ገና ተምሃሮ እዮም። ካብ ንእስነቶም ዝጀመረ ፍቕሪ ሜላት ምስ ስድራ ዮናስ ቅድሚ መርዓያ ቤተሰብ ኮይና። ሓደ ምሸት ቡን ሰትዮም ቡኖም ተባሪኾም ዮናስ ንሜላት ንምፍናው ካብቲ ዝነበሮ ኩርሲ ብድድ ኢሉ ተሰኣ። ሜላት እውን ከም ወትሩ ኣዶ ዮናስን ሓዉ ዮናስን እንዳተፋነወት በሉ ደሓን ሕደሩ ጽባሕ ፍልይቲ መዓልቲ እያ ክትከውን፣ ውጽኢትና ተቐቢልና ናብዚ ገዛ መጺእና ኢና ቡን ንሰቲ ኢላ ምስ ዮናስ ተተሓሒዞም ካብቲ ገዛ ወጹ። ኣደ ዮናስ እውን ክሳብ ኣፍደገ ገዛ እያ ኣፋንያቶም ዝተመልሰት። ዮናስ ኣብ ኣፍደገ ናይ እንዳ ሜላት ገዛ ምስ በጽሐ ከፋንዋ ተሓቛቑፉ እሞ ሃንደበት ማዕጾ እንዳ ሜላት ተኸፍተ። ኣቦኣ ንሜላት እዩ ዝነበረ። ሜላት ብፍርሒ ሰተት ኢላ ገዝኣ ኣተወት። ዮናስ ብወገኑ ብትሑት ድምጺ ንኣቦኣ ሰላምታ ኣቕረበሎም። ኣቦኣ ግን ሰላምታ ክህቡ ዝደለዩ ኣይመስሉን። ማዕጾ ናይቲ ገዛ ብሓይሊ ደፊኦም ኣብ ገጹ ዓጸውዎ። ንጽባሒቱ ውጽኢቶም ዝንገሩሉ መዓልቲ ዝነበረ፣ ኩሎም ድማ ኣብ ሰዓቶም ተረኸቡ። ኩሎም ተመሃሮ ዲቪዛ ኣይገበሩን ነይሮም። እቲ ንኣስታት ክልተ ኣዋርሕ እግሪ ተመሃሮ ዘይረገጸ መሬት ቤት ትምህርቶም ብሳዕርን ዕምባባን ወቂቡ ነበረ። ውጽኢት ምቕባል ምስ ተጀመረ ክልተ ዓይነት ስምዒታት ይረኣ። እቶም ዝሓለፉ ውጽኢቶም ኣብ ደረት ኣፍ ልቦም ገይሮም ክዘሉ ትርኢ፣ እቶም ዘይሓለፉ ድማ ሓዚኖም ትርኢ። በዚ ድማ ሜላትን ዮናስን ውሽጦም ተረበሸ። ድሕሪ ዝተወሰነ ናይ ተምሃሮ ስም ዝርዝር ስም ዮናስ ተጸውዖ እሞ ኣብ ገጹ ጽቡቕ ስምዒታት ነበሩ። በዚ ድማ ተሓጎሱ። እንተ ናይ ሜላት ስም ግን ኣይተጸውዐን ነይሩ። ድሕሪ ዝተወሰነ ደቓይቕ ስም ሜላት ተጸውዐ። ውጽኢታ ክትርኢ ንቕድሚት ሓለፈት። ሜላት ውጽኢታ ሪኣ ናብ ዮናስ ገጽ ተጠውያ ረኣየቶ። ዮናስ እውን እንተኾነ ኣብ ገጽ ሜላት ጽቡቕ ስምዒት ኣይተዓዘበን፣ ውጽኢት ድማ ካብ ኢዳ ተቐቢሉ ረኣዮ። ሜላት ዕድል ኣይገበረትን። ኣዒንቲ ዮናስ ንብዓት ቋጸራ። ሜላት ግን ናብ ገጹ እናረኣየት ዮናሰይ ኣይታሕሰን ክልቴና ካብ ዝተፈላለየ ቤት ትምህርቲ ካብ ዝበጽሓና ኣነ ኣብዚ ክጽበየካ ይሓይሽ እንኳዕ ንስኻ ሓለፍካ ካብ ኩሉ ማማ ብጣዕሚ ክትሕጎስ ንዓኒ ሕጂ እውን ቀራሪብያ ትህሉ በለቶ። ድሕሪ ዝተወሰነ ግዜ ሜላት ከም ዝሓሰበቶ ኣይነበረን። ማለት ናይ ሜላትን ዮናስን ፍቕሪ ፈተና ከጋጥሞ ዝጀመረ እምበኣር ዮናስ ናብ ኮለጅ ኢሉ ካብ ጎና ምስ ረሓቐ እዩ። እንተኾነ ግን ዋላ እኳ ብኣካል ብሓንሳብ ኣይንበሩ መንፈሶምን ሓሳባቶምን ግን ሓደ እዩ ዝነበረ። ሜላት በታ ዝገዛእትሉ ሞባይል ንመዓልቲ ዋላ ሽሕ ግዜ ተደዋዊሎም ደኺሞም ኣይፈልጡን። ዮናስ ካብ ኣዲኡን ሜላትን ብትምህርቲ ምኽንያት ዋላ ይርሓቕ እምበር ሜላት ግን ወትሩ ናብ ኣዲኡ ብምኻድ እያ ትሕግዛ ከምኡ እውን ደሃያ ትፈልጥ ዝነበረት። ዮናስን ሜላትን ክላለዩ ከለዉ ተምሃሮ ታሽዓይ ክፍሊ እዮም ዝነበሩ። ዮናስ ኣብ ትምህርቱ ብጣዕሚ ንፉዕ እዩ ዝነበረ። እንተ ሜላት ግን ብዙሕ ንፍዕቲ ኣይነበረትን። ሌሎም እምበኣር ሜላት ንዮናስ ከረድኣ ኣብ ክላስ ጽንሕ ኢላ ኣብ ገዛ መወዳእታ ድማ ኣብ ልቡ ኣተወት። ኣደ ዮናስ ንደቃ ብኽንደይ መከራያ ኣዕብያቶም። ዮናስ እውን ከም ዓቢ መጠን ኣብ ትርፊ ግዜኡ እንዳሰርሐ ናብርኦም የመሓይሹ ነበሩ። እንተኾነ ግን ብሜላት ካብ ዝተፈላለየ ግዜ ጀሚሩ ናይ ገንዘብ ጸገሙ ብመጠኑ ተመሓይሹ እዩ። ቤተሰብ ኣብ ዝሃብዋ ገንዘብ ፍርቁ ንዮናስያ ትሕግዞ። ዩኒቨርሲቲ ኣብ ዝኣተወሉ እዋን ገንዘብ እትህቦ ዝነበረት እውን ሜላት እያ ዝነበረት። ኣደ ዮናስ እተን ካብ ሆቴላት መሬት ወልዊላ እትረኽበን ቁንጣሮ ገንዘብ ካብ ኢዳ ናብ ኣፎምን ዝነበራ ሜላት እትመሃረሉ ናይ ግሊ ኮለጅ ስለ ዝነበረ ካብ ስድርኣ እትቕበሎ ገንዘብ ክልተ ዕጽፊ እዩ ዝነበረ። ስለዚ ፍርቁ ንዮናስ እያ እትሰደሉ። ዮናስ ኣብ ጂማ ዝተባህለ ዩኒቨርሲቲ ኣትዩ ሓደሽቲ ኣዕሩኽ ተላልዩ፣ ብዘይ ብኡ ካብ ብዙሕ ቦታታት ዝመጹ ተማሃሮ ስለ ዝኾኑ ብዙሕ ልምድታት ናይ ወልፍን እትርእየሉ እዩ ዝነበረ። እንተ ዮናስ ግን ውዕለት ናይ ኣዲኡን ሜላትን ኣብ ዝባኑ ስለ ዝነበረ ክኽሕዶ ኣይመረጸን። ሰጥ ኢሉ ትምህርቲ ክካተተል እዩ ወሲኑ። ድሕሪ ዝተወሰነ ናይ ትምህርቲ ግዜ ናይ ቀዳማይ ዓመት ትምህርቱ ኣብ ምዝዛም ነገራት ክቀያየሩ ጀመሩ። እታ ንግሆን ምሸትን እናደወለት ተዕልሎ ዝነበረት ሜላት ጠባያ ክቀያየር ጀመረ። ብዘይጠቅም ትሓርቀሉን ትኹርየሉን ጀመረት። ኣብ መንጎ ዕላል ድማ ናይ ንብዓት ዝመስል ድምጺ ይሰምዕ ነበረ። ብዘይብኡ ንሳ ደስ ኣብ ዝበላ ግዜ ተዘይኮይኑ ንሱ ኣብ ዝድወለላ ተሌፎና ኣይትቕበልን። ነገራት ክደጋገሙ ምስ ጀመሩ ግን ዮናስ ነዲኡ ክሓታ ናይ ግድን ኮነ። ሞባይል ደዊሉ ድማ ማማ ሜላት እንተ ኾይና'ያ ደዊለላ ዘይትቕበለኒ? ኩሉ ጠባያታ ጋሻ'ዩ ዝኾነኒ ዘሎ? ክብል ሓተተ። መልሲ ግን ክረክብ ኣይከኣለን። እታ መዓልቲ ብዝመጸ ናብ ኣደ ዮናስ ትኸይድ ዝነበረት ሜላት ሕጂ ግን የላን። ዮናስ ናይ ቀዳማይ ዓመት ትምህርቱ ምስ ወድአ ውጽኢቱ ከይረኣየ ቦርስኡ ጠርኒፉ ንገዝኡ ተበገሰ። ገዝኡ ምስ በጽሐ ቦርስኡ ኣቐሚጡ ከይወዓለ ከይሓደረ ናብ እንዳ ሜላት ገዛ ገስገሰ። ኣብቲ ንኽትሪኦ ቤተ መንግስቲ እምበር ናይ ሰባት መንበሪ ገዛ ዘይመስል ማዕጾኦም ደው ኢሉ ነቲ ናይ ቃጭል ደወል ክጸቕጦ ጀመረ። ደጋጊሙ ፈተነ። መልሲ ተበልካ ግን መልሲ ትመስክር። እንደገና ነቲ ማዕጾ በእዳዉ እንዳኳሕኮሐ ክጽውዕ ጀመረ። ድሕሪ ዝተወሰነ ደቓይቕ ማዕጾ ተኸፍተ። እንተኾነ ግን ሜላት ዘይኮነት ሰራሕተኛ ናይቲ ገዛ'ያ ዝነበረት። ሰራሕተኛ ገዛ የላን ካብ ምባል ሓሊፋ ዝበለቶ ኣይነበረን። እንተ ዮናስ ግን ክኣምና ስለ ዘይከኣለ ኣብቲ ኣፍደገ ኮይኑ ክጽበ ጀመረ። ሰራሕተኛ ድማ ማዕጾ ዓጽያ ተመልሰት። ትጽቢቱ ኣሞና ስለ ዝበዝሐ ዓቕሊ ክገብር ኣይከኣለን። ሰማይ ብወገኑ በቲ ጸልማት ዝመስል ደበና ተኸቢቡ፣ ዮናስ ድማ ካብቲ ዝነበሮ ብድድ ኢሉ ኣእዳዉ ኣብ ጅብኡ ገይሩ መንገዱ ቐጸለ። ንብዓቱ ቖጺሩ ዝመጸ ደበና ኣብ ርእሲ ዮናስ ክዓልብ እኳ ተጀመረ፣ እንተ ዮናስ ግን ክጉሂ ኣይመረጸን። ዝናብ ኣብ ገጽ። ምስ ንብዓት ይዒንቱ ተሓዊሱ ናብ ምዕጉርቱ ወረር ወረር ክብል ጀመረ። ኣዲኡን ሓውን እውን ብሃንቀውታ እዮም ዝጽበይዎ ዝነበሩ። እቲ ዘጋጠመ ምስ ኣዕለሎም ግን ምስ እዮም ሓዚኖም። እቲ ብዝመጸ ምሸት ዝደምቕ ዝነበረ ገዛ እንዳ ዮናስ ሕጂ ግን ካብ ድምቀቶም ሓንቲ ሽምዓ ስለ ዝጎደለት ገጾም ደብዚዙ ዝነበረ ክልተ ወርሒ ናይ ትምህርቲ ክዛዘም ቁሩብ መዓልታት ኣብ ዝተረፈሉ እንተ ህይወት ዮናስ ግን ከም ሓንቲ ንፋስን ማዕበልን ዝበርትዓ መርከብ እዩ ዝነበረ። ኣዶ ዮናስ እውን ጽባሕ ንጎ ዮናስ ተመሪቑ ንነብሱ ኮይኑስ ንዓይ እውን ክኾነኒ እዩ እናበለት ትሓስብ ዝነበረት ተስፋኣ ኮንቱ ከይከውን ሰገኣት። ካብቲ ትሰርሖ ናይ ፅሬት ስራሕ ክትምለስ ሜላት ኮፍ ኢላ ቡን ከተፍልሓላ ምንዮታዩ ዝነበረ ግን ኣይኮነላን። ዮናስ እውን ብዕድል ንሜላት ይረኽባ ይኸውን ካብ ዝብል ሓሳብ ኩሉ ግዜ ኣብ ገዛውታ በፂሑ ምምላስ ስርሑ ኮነ። እንተኾነ ግን ወላ ሓንቲ ሓድሽ ነገር ኣይነበረን። ሓደ ምሸት ኣብ ዓራቱ ጎቦ ኮይኑ ኣብ ዝነበረሉ ግዜ ዘይፈልጣ ቁጽሪ ትድወል እሞ ክቕበላ ኣይመረጸን። ምኽንያቱ ሞባይሉ ዝፈልጡ ናይ ቀረባ ቤተሰቡን ኣዲኡን ጥራያ ዝነበሩ። ደወል ወዲኣ እንደገና ደወለት። ዮናስ ክቕበላ ወሰነ እሞ ተቐበላ። ድምጺ ምስ ሰምዐ ካብቲ ዝነበሮ ብድድ ኢሉ ብምትሳእ ሜላት ሜላት ናይ ብሓቂ ንስኺ ኢኺ እንታይ በደልየ ካበይ ዝረሓቕኪ በለ። ስም ሜላት ምስ ጸውዐ ኣዲኡን ሓዉን እዝኖም ጸልዮም ናብ ዮናስ ቆረቡ። ሜላት ስቕ ኢላ ድሕሪ ምጽናሕ፣ ዮኒየ ኣማራጺ ስኢነ፣ ተሌፎነይ ኣቦይ ሒዝዋ ካብ ገዛ ከም ዘይወጽእ ጌሩኒ፣ ሕጂ ውን ተሓዊኤ ብናይ ማማ ተሌፎንየ ዝድውለልካ ዘለኹ። ዮናሰይ ዓብ ጸገም ተፈጢሩ በለቶ። ዮናስ ነቲ ዝበለቶ ዓብ ጸገም ንምስማዕ ተሃወኸ። ቀጺላ ካብ ኣሜረካ ንዝመጸ ክመርዑን ይሓስቡ ኣለዉ በለቶ። ዮናስ ኣብ ዘለዎ ደንዚዙ ተረፈ። ኣዒንቱ ንብዓት እናቋጸረ ናብ ኣዲኡ ጠመተ። ኣዲኡ እውን ነብሳ ምግባር ኣብይዋ ነብዐት። እቲ ምንታይ ናብራ ገዝኡ እዩ ናብ ከምዚ ኣብጺሕዎ በለት። ብድሕሪ እዚ ዮናስ ናይ ኣዲኡ ኩነታትን ናይ ሜላት ነገራትን ክቕርቅሮ ጀመረ። በቲ ጉዳይ ናይ ሜላት በቲ ድማ ከርተት ኢላ ዘዕበየቶ ወላዲቱ ትምህርቱ ተቋሪጹ ዓብዪ ጓሂ ከይኮና ፈርሐ። ድሕሪ ክንደይ ውረድ ደይብ ግን ናብ ኮለጅ ክኸይድ ወሰነ። እቲ ካብ ኣሜሪካ ዝመጸ ሰብ ድማ ንኽምርዓዋ ተሃንጠየ፣ በብመዓልቱ ድማ ዝተፈላለየ ንኽትሪኦም ዘብህጉ ህያባት ካብ ምምጻእ ዓዲ ኣይወዓለን። እንተ ሜላት ግን ዋላ መላእ ሰብነታ ብዘንጸባርቕ ከምኡ'ውን ዝተፈላለዩ ምቁራት ነገራት ክጋብዛ ተወዓለ፣ ንሳ ግን ነታ በርበረ ደፍዲፋ ምስ ምቁር ዕላላት ዮናስ ትረኽበላ ዝነበረት ቤት'ያ ትናፍቕን ትዝክርን። ኣቦ ሜላት'ውን ዮናስ ንኮለጅ ከም ዝተመለሰ ምስ ኣረጋገጸ፣ ምስቲ ካብ ኣሜርካ ዝመጸ ወዲ ጥራይ ክትወጽእ ፈቐደላ። በይና ክትወጽእ ግን ዘይሕሰብ'ዩ ዝነበረ። ካብ ዕለታት ሓደ መዓልቲ ቆጸራ ሓዙ'ሞ ንገዛኣ መጺኡ ከመይ ዝበለ ድረስ ክዳን ብኣዝዩ ዝወቀበ መሸፈኒ ሒዝላ መጸ'ሞ ነቲ ክዳን ምስ ረኣየት ኣመና ተሓጎሰት። ኣብ ኣእምሮኣ ኸኣ ሓደ ነገር ሓሰበት። ናብ መደቀሲ ኽፍላ ኣትያ ድማ ክዳውንታ ኣብ ቦርሳ ሒዛ ተቐራረበት። ንሱ እውን ተዳልዩ ስለ ዝነበረ ናብታ ኣብ ኣፍደገ ዝነበረት ፕራዶ ዝዓይነታ መኪና ደየቡ። ምሉእ መዓልቲ ክዛወሩ ኣምስዮም ምሸት ናብ ሓደ ሆቴል ኣላገሱ። መግቦም በሊዖም ድማ ናብ ከመይ ዝበለ መደቀሲ ኽፍሊ ኣምርሑ። ኣብቲ ዓራት ተጋዲሞም ካብ ጽፍሪ እግራ ክሳብ ጸጉሪ ርእሳ ክንእዳ ጀመረ። ንሳ እውን ፍሽኽ እናበለት እያ ትስሕቆ ዝነበረት። ጽንሕ ኢላ ድማ በል ክዳውንቲ ናይ ለይቲ ቀያይር፣ ተሓጺበ ክሳብ ዝመጸካ ተዳሊኻ ጽንሓኒ በለቶ እሞ በዚ ናብቲ ሽንቲ ቤት ኣምርሐት። ንሱ ድማ ብዘለዎ ተዳልዩ ካብቲ ኣብ ቅድሚኡ ዝነበረ ዊስኪ እናቐደሐ ነብሱ የረሳስን ነበረ። እንተ ሜላት ግን ሸንቲ ቤት ኣትያ ቐልጢፋ ትወጽእ ኣይከኣለትን። ወዮ ካብ ኣሜሪካ ዝመጸ ተገሪሙ ኣብቲ ኣፍ ደገ ናይቲ ሸቓቕ ኮይኑ ክጽውዓ ጀመረ። ኣመና እውን ፈረሐ። ዝኾነ ኮይና ወይ ድማ ዝኾነ ኣጋጢምዋ ከይከውን። ጽንሕ ኢሉ ድማ ብሓይሊ ናብቲ ሸቓቕ ደፊኡ ኣተወ። ምስ ኣተወ ግን ዝረኣዮ ነገር ክኣምን ኣይከኣለን። ወዮ ሜላት ክዳና የለ ጫማኣ የለ ኣብቲ ሸቓቕ እውን ኣይጸንሐትን። ነቲ ህይወት ፍቕሪ ብተግባር እንታይ ምዃና ዝመሃራ ዮናስ ናብቲ ዝነበሮ ኮለጅ ከይዳ ንሱ እውን ዘይተጸበዮ ነገር ስለ ዝነበረ ብሓጎስ ተቐበላ። ኣብቲ ከባቢ ኮለጅ ዝነበረ ዓዲ ገዛ ተኻርያ ክሳብ ትምህርቱ ዝውድእ ተጸበየቶ። ትምህርቱ ወዲኡ ብኽንደይ ፈተና ዝዓቀብዎ ፍቕሮም ድማ ኣብ ውሉድ በጺሑስ ክልተ ወድን ጓልን ወለዱ። እቲ ሓቀኛ ዛንታ ዮናስን ሜላትን ኣብዚ ይፍጸም።